ሄኖስ ኣብ ዝጸሓፎ ኮመንት ማይ ክሃርም ይሓድር ኣነ ድማ ኣብ መንገዲ ይጓዓዝ። ሄኖስ ሓውና ሕልምኻ ከም ዝስዕብ ይስፍታሕ ጉዕዞ መንገዲ ለይቲ መሰናኽላት ዝበዝሖ እዩ ንስኻ ከኣ ክትጓዓዝ ሓዲርካ እዚ ማለት ንስኻ ትመርሖ ዘለኻ ሂወት ፈተናታት ዝበዝሖ እዩ ኣብዚ ግን በረከት ናይ ፈጣሪ ኣይተጋደፈካን ወይ ኣይተፈለየካን ነቲ ሙሉእ ለይቲ ዝናብ ናባኻ ክወርድ ዝሓደረ ብረከት ናይ ፈጣሪ እዩ ኣብዚ ከኣ ሓደ ነገር ክነግረካ ዝደሊ ዝነወሐ እንተነወሐ ለይቲ ምውግሑ ዘይተርፍ እዩ ኣብቱ ዝወግሓሉ ከኣ ናትካ ዓወት እዩ እቲ ዓወትካ ንዋታዊ ክኾን ይኽእል መንፈሳዊ ክኾን ይኽእል ወይ ድማ ናይ ኣተሓሳስባ ጥንካረ ክኾን ይኽእል እዩ በዚ ኮይኑ በቲ ኣብ መንገድኻ ፈጣሪ ምሳኻ ኣሎ እሞ ሰጋእ ኣይትበል። ኣብ ቴሌግራም ጉሩብና ሕልሚ ምፍታሕ ፍልጠት ቲቪ ዝብል ዳኒ ሓውና ከምዚ ዝብል ጽሑፍ ልኢኹልና ክቡር ሓወይ ኣነ ስዋ እናሰተኹ ሓሊመ ክፈትሖ ኣይከኣልኩን ስለዚ በጃኻ ተገዲስካ ፍትሓለይ። ዳኒ ሓውና ሕልምኻ ከም ዝስዕብ እዩ ዝፍታሕ ስዋ በቲ ሓደ ሸነኹ ኣብ ዝተፈላለየ ጽምብላት ዝቕርብ ናይ ሕብረተሰብና ልምዲ እዩ በቲ ኻልእ ሸነኹ ድማ ኣልኮል ኣለዎ። ኣብ መጽሓፍ ቅዱስ ኤፌሶን ምዕራፍ ሓሙሽተ ፍቕዲ ዓሰርተ ሸሞንተ ክሳዕ ዓሰርተ ትሽዓተ ዝርገት ኣለዎ እሞ ብወይኒ ኣይትስከሩ ግናኸ ብመዝሙርን ምስጋናን ብመንፈስን ቅኔን ብልብኹም ንጐይታ እናተቖንኹምሉን እናደረስኩምሉን ንሓድሕድኩም እናተዛራረብኩምን መንፈስ ይምላኣኩም ብሕጽር ዝበለ ብሕብረተሰብ ቅቡል ዝበሃል ግን ድማ ንዓኻ ዘይጠቕመካ ነገር ትቕበል ኣለኻ። እት ትቕበሎ ሓሳብ ክኸውን ይኽእል ወይ ድማ ዘዝበሉኻ ስቕ ኢልካ ትሳማማዓሉ ክኸውን ይኽእል። መንፈስካ ከምቲ ኣብ ፍቕዲ ዓሰርተ ቸዓተ ዝበለና ብኸምኡ ምላዮ። ሕልፍተ ኣረጋዊ በጃኻ መልሰለይ ካብ ዓይነይ ዝረገኣ ጸሊም ደም እናፈሰሰ ክልተ ግዜ ሓሊመ። ፍልጠት ቲቪ እንታይ ኣሎ ኣብ ሂወትኪ ምስ ጓህ ዝተሓሓዝ ነገር ሕልፍታ ኣረጋዊ ዝወጉሔኒ ድኣ መሊኡ ግን ዝበለጸ ዝወጉሔኒ ክሓስቦ ከለኹ ዕበዲ ዘብለኒ ዝሓለፈ ሰስተ ዓመታት ዝነበረን ፍቅራዊ ሂወት ምፍጣር ዘጽለኣኒ ማዕረ ዘዘከርክዎ ኣዝየ ዝጉህን ዝሓርቅን ሕልፍቲ ሓፍትና ሕልምኺ ከም ዝስዕብ ይስትርጎም ዝኣመንክዮ ሰብ ጠሊሙኪ ተበዲልኪ ኢኺ ከይተዛረብክሉ ከኣ ንነዊሕ እዋን ከቢድ ቓንዛ ከቢድ ጓሂ ተሸኪምኪ ተጓዒዝኪ ኢኺ ሕጂ ግን ኣብ ሕልምኺ ኣብ ክንዲ ንቡር ንብዓት ጸሊም ደም ነቢዕኺ እዚ ማለት መንፈስኪ ደጊም ይኣክል ይብለኪ ኣሎ። ፈጣሪ ጥብ ዝበለት ንብዓትኪ ቆጺርዋ ዩ በዚ ክልተ ግዘ ዝረኣኽዮ ሕልሚ ጌሩ ጸዊዕኪ ኣሎ። እታ ዝተሰባበረት ልብኺ ሒዝኪ ናብ ፈጣሪ ቅረቢ። ኣብ በይንኺ ኮይንኪ ኩሉ እቲ ቃንዛኽን ጓሂኽን ብቓላትክን ናውጽኽን ፈጣሪ ንገርዮ። ደጊም ተዓብዒቡ ዝተርፍ ቃንዛን ጓህን የለን። ካብ ሕጂ ንኔው ጸሊም ደም ኣይክትነብዕን ኢኺ። ጃሕ ጃሕ ዝብል ንቡር ንብዓት ኢኺ ክትነብዒ። ሓድሽ ዘመን እዩ። ፈጣሪ ካብ ዘለኽዮ ጓህን ቃንዛን ክትወጺ ኢሉ እዩ ክልተ ግዘ ነዚ ሕልሚ ዘርኣየኪ። ክረድኣኪ ስለ ዝደለየ እዩ። ንስኺ ከኣ ኣጆኺ ኣይትሕመቒ። ነዚ ዕድል ተጠቒምኪ ሂወትኪ ብዝሓሸ መልክዕ ክትመርሒ ፈትኒ። ፈጣሪ ምሳኺ ይኹን። ፈርኦን ኣብ ሕልሙ ሸውዓተ ዓባሩ ኣሓ ካብ ሩባ ናይ ናይል ወጼን ነተን ቐዲመን ዝወጻ ሸውዓተ ስቡሓት ኣሓ ክውሕጠኣን ረኣየ። ሰንቢዱ ተባራበረ። ምስ ተረጋግዐ ናብ ድቃሱ ተመለሰ እሞ እንደገና እውን ኣብ ሕልሙ ሸውዓተ ቀጠንቲ ብናይ ምብራቕ ንፋስ ዝተባላሸዋ ሸዊት ነተን ቐዲመን ዝወፃ ሸውዓተ ፍሩያት ሸዊት ክውሕጠእን ረኣየ። ፈርኦን ካብ ድቃሱ እንደገና ሰምቢዱ ተባራበረ። ዮሴፍ ድማ ከምዚ ክብል ሕልሙ ፈተሓሉ፣ እቲ ዝረኣኻዮ ክልተ ሕልሚ ፍልልይ የብሉን፣ ሓደ እዩ። እተን ሸውዓተ ስቡሓት ኣሓን ሸውዓተ ጽቡቓት ሸዊትን፣ ሸውዓተ ናይ ራህዋ ዓመታት ማለት እየን። እተን ድሒረን ዝወጻ ሸውዓተ ዓባሩ ኣሓን ሸውዓተ ዝተባላሸዋ ሸዊትን ድማ ሸውዓተ ናይ ሕሰም ዓመታት ማለት'የን። እዚ ሕልሚ ክልተ ግዜ ስለ ዝተረኣየካ ርጉጽ'ዩ። ሰላምካ ንኸይዝረግ ንእትሓልሞ ሕልሚ ብዝግባእ ክትርድኦ ፈትን። ክፍትሓልኩም ትደልዎ ሕልሚ ኣብ ኮመንት ጽሓፉልና ሰላምና የብዝሓዮ።